ኣስላም ዝተባህለ ሰብ ምእንቲ ኤረትራ ዝሓምም ዘሎ ሓደ ክርስትያን እዩ ኣብ ኤረትራ ኣስላም ከ በዓል ንሕና በዓል ወዲ ሓጂ የለናን ኣብዚ ኣለና ኣምጻኒ እታ ከቦርታይ ቁርሎ ዝዓርከይ ኣንዚኣ ቦሎን ቦሎን ይብል ኣብ ከምዚኣ ኮይነ ዋጋ የብለይን ግን ሓሳዊ ሕጂ ዓርኬን ሸለል እናበልካ ከመይ ትብል ሸለል በዚሑ ዕስራን ሽዱሽተን ዓመት ሸለል ዝብለልካ የለ ዕስራን ሽዱሽተን ደቂቅ ሸለል ዝብለካ የለ ምሽ ዕስራን ሽዱሽተን ዓመት ኣብ ሃገር ኣይ ካብዚኦም ሰይቲ ቅየርን እያ ዝዓርከይ ካባኹም ለውጢ ይምፅኣ እታ ሃገር እምበር ካብዚኦም ናትናስ ለውጢ ዝበሃል የለን ኖኖ እዚ ሕጂ እስኻ ካብ ክሳብ ንላዕሊ ኣነ ካብ ውሽጢ ልበ እየ ዝዛረብ ውቅያር ዘምፅኣላ እንድሕር ኣሎ ኣብ ኤረትራ ለውጢ ንዚ መንግስቲ ዝብንቁር እንድሕር ኣሎ ትግርኛ ጥራይ እዩ። ክተት ዝብል ዘሎ ተኬ ተወልደ፣ ክተት ዝብል ዘሎ ቴድሮስ ኣስላማይ ኣምጻለ ክተት ዝብል ኣስላማይ ፍቆድኡ እረ ቲቪ ተኸታቲሉ ስእሊ ሒዙልካ እዩ ዝመጽእ። ስእሊ ናይ ኢሳያስ ከሚችኡ ሞዴል ድያ እዚኣ ወላ ክትስታራር እያ ተቐዲዳ እናበለ ዝመጽእ ሰብ ጥዕና ዘለዎ እውን ኣይመስለንን። ኣብ ምውሳድ ኤረትራዊ እየ እየ ዝብል በስ ምእንቲ ኤረትራ ዝቃለስ እምበር ምእንቲ ሙኸፈዳት ሙርተፈዓት ረቢ ይርፍዓየን ምንተን ዝቃለስ ሰብ ኣይኮንኩን ማላይ ሕልሚ ኮይኑ ከይጥራይ ኣብ ከቦርታ ኣለና ሓደ ኢሉኒ በቀዳማይ ከቦርታስ ቀንጢጥና ምስ ተስፋፅየን ሕጂ ኣብ ኣንሶላ ኢና ዘለና ኢሉኒ እታ ኣንሶላ መግነዚትና ታ ከይትኸውን ኢለ ምንታይ ኢኻ ጅግና ኣብ ፈይስቡክ ኣብዚ ኣድርያኒ ዘለኻ ላይክ ኣብኣ እየ ጅግና ኣብኡ ሃተውተው ይብል መልእኽተ የመሓላልፍ እዚ ናይ ሓበር ጅግና ዝበሃል ወይ ከዓ ተቃላሳይ ዝበሃል ኣብታ ግንባር ከይዱ እዩ ዝቃለስ ከም ዓዋተ እምበር ሓድነት ዝበሃል የለን ናይ ኣስላም እታ ተገብረት ናይ ኣስላም ሓንጎልካ ሕጂ ክምርምራልካ እያ ክፈታትሸልካ እያ እኮ ዶ ተዳሊኻ ዶ እወ

ኩሉ ሕጂ ከኣ ናይዚኦም ሓሰውቲ ኣብዚ ማስሜድያ መን መጺኦም ሓድነት እዩ ናይ ኩሉ ህዝቢ ኤረትራ እዩ እዚ ተገብረ ናይ ገለ መን ኢሉካ መን ኢሉካ ናይ ኩሉ ህዝቢ ኤረትራ ኣብ ኣኽርያ ጥራያ ተኸቢራ ኣንታ ሰብ ጥዕና ኣለካ እዩ ኣብ ተሰነይ ኣብ ጊንዳ ኣብ ገለ ተኻይዱ ድዩ ኣይተኻይደን እንታይ ድኣ ድኣ ትብለኒ ኣለኻ ኣኽርያ እንታይ ስለ ዝኾነ እዮም መፅኦም እቲ ናይ እቲ ናይ ቤት ትምህርቲ ድያ ናቶም ምስተዓፀወ ቤት ትምህርቲ ድያ ከ እንታይ ዝምህር ናይ እስላም ዝምህር እንታይ ድኣ ድኣ ትብለኒ ኣለኻ ሕጂ

ከም ዝተኣስረ በቲ ክቡር ሃይማኖቶም ሰለማዊ ሰልፊ ከም ዝገበሩ ክትፈልጥዎ ጥራይ እዩ ዘለኩም እዚኦምም መፂኦም ምሁራት እዮም ዝተባሃሉ እዚ ናይ ሓድነት እዩ ንኩሉ ህዝቢ ኤርትራ እዩ ሓሳዊ እዩ ከምኡ ዝበሃል የለን ንኩሉ ህዝቢ ኤርትራ ኣይኮነን ናይ ኣኽርያ ጥራይ እዩ ናይ ኩሉ ኣስላም ከዓ እዩ ናይ ኩሉ ኣስላምን ናይ ኣኽርያን እዩ ወዲ ኣለኹ ቂር ዝብለካ እንተሎ ክትወስዳ ጥራይ እዩ ዘለካ ኣነ ኣይጃምለኩምን እዩ ኣዳዋምኛ ልቋቶም ዛት ረብለብድያ ኣነ ይብለካ ኣለኹ ክላ ምን ብላ ከምዚ ሃተውተው ናይ ሓሶት ገለ እየ ብለይ ወዲ ሓጂ ዕማሙ ገይሩልካ መፅዩካ ንመን እየ ዝውክል ነቶም መራሕቲ ሃይማኖተይ ተኣሲሮም ዘለዉ ንሼክ ሙሳ ተኣሲሩ ዘሎ ትቀሽኹም ግን ሕጂ ከም ዓይን ሓቂ ክመፅእ ኣይነበሮን ኣብታ ስእሊ ዛቱ ሙጃመላ ገይረ ባ ቁርብ እንብጣሕ ገይረ ረቢ ይሳምሓኒ እንብጣሕ ገይረ ኣብታ ስእሊ እወ እወ

ኣበይ ነይሮም ክርስትያን ኣብኡ ክርስትያን መፅኡ ገረንከኤል መፅኡ ዝሃርም ዝነበረ እንታይ ኢኹም ክትሕስቡና ትደልዩ ክነተዓቃቀብ ኣሕዋት ክንከውን ከምኡ ዝበሃል የለን ኣሕዋት ዝበሃል የለን ዝዓርከይ ማፍ ኣሕዋት ቀሺ ናቶም ንሕና ኣነ ክስእል ከለኹ እዚኦም ኣላሁ ኣክበር ምስ ሰምዑ እቶም ክርስትያን ዘይኮኑ ጅሃዲስት ኢሎም ፀርፉና ዘይነበሩ ኣኳራ ዝብሉና ዝነበሩ የለን ድሕር ሕጂ ንዓል ኣቡ ኣጅዳደክ የለን የለን كيف بينا ክንጋደል ኢና ሕና ወዲና ኣለና ምስ ክርስትያን ዝጥመር የብለይና ወዲ ኣለኹ ኪድ ሓሶት ኣይዛረበኩምን ኣነ እቲ ናይ ልበይ ከፍቲፈ እየ ዝበልካ እቲ ምሳኻ ዝኸይ ዘሎ ግን ኣብ ማስ ሜድያ መመፅኡ ሓድነት እዩ ገለገለ ዝብለካ ዘሎ ልቡ ሕማቅ ከም ዝኾነ ክትፈልጥ ኣለካ ኣነ ልበይ ጋህ ኣቢለ እየ ዝኸይድ ዝዓርከይ ጋህ ኣቢለ እየ ዝኸይድ ስቕ በል ሓሳዊ ትብለኒ ዘለኻ ኣንታ ሰብ ጥዕና ኣለካ ድዩ ሰላም ዲኻ ዝብሉኻ ኩናት ኢኻ ስኻ ሰላም ዘይኮንካ ኩናት ኢኻ ኣነ ይብለኩም ኣለኹ ምስ ክርስትያን ኢድን ጓንትን ዘግብር የብለይን ኪድ ድላይካ ግበር ሕጂ